ሰላም ኣምላኽ ብክርስቶስ የሱስ ንዓኻትኩምን ንቤትኩምን ይኹን ብሩኻት ህዝቢ ኣምላኽ ከመይ ቀኒኹም ብኣይ ወገን ኩሉ ሰላምን ደሓነን እዩ የሱስ ክርስቶስ ጎይታ እዩ እስኪ ሎማዓንቲ ከዓ ሓፃር ቃል ክንካፈል ኢና ከምቲ ብቲ ፅሑፍ ገይረዮ ዘለኹ ዝገርም ምሕረት ዝብል እዩ በቃ ዝገርም ምሕረት ኣምላኽ ንኽትኣምኖን ንኽትቅበሎን ዘገርመካ ዘስደምመልካ እዩ ምሕረት ኣምላኽ እሞ ገለ ካብቲ ብዙሕ መቸም ምሕረት ኣምላኽ ተነጊሩ ተዘሪቡ እንዲ ዘይውዳእ ግን ገለ ካብቲ ብዙሕ ውሕድ ክንርኢ ኢና እግዚኣብሔር ኣምላኽ ዝተመስገነ ይኹን ሎሚ ከዓ ካብዚ ከዓ ብዙሕ ክንመሃር ኢና ኣምላኽ መስገን መጀመሪና ዝኸውን ጥቕሲ ኣብ ኤፌሶን ምዕራፍ ክልተ ካብ ኣርባዕተ ስጋ ሓሙሽተ ዘሎ ሓሳብ ከንብብ እሞ ካብኡ ክንጅምር ኢና እንታይ ይብል ግና ከኢሉ እቲ ብምሕረት ሃብታም ዝኾነ ኣምላኽ ምእንቲ እታ ብኣኣ ዘፍቀረና ዓባይ ፍቕሩ ኢሉ ሃሌሉያ ንዓና ብበደልና ምዉታት ከለናስ ምስ ክርስቶስ ህያዋን ገበረና ብጸጋ ኢኹም ዝደሓንኩም ኢልና የሱስ ክርስቶስ ጎይታ እዩ ሃሌሉያ ኣምላኽና ብምንታይ ሃብታም ብምሕረት ሃሌሉያ ምሕረተኛ ዝኾነ ኣምላኽ እዩ ዘለካ ምሕረተኛ ዝኾነ ኣቦ እዩ ዘለካ እዩ ድብል ዘለኹ እዚ ኣምላኽ እዚ እዚ ኣቦ እዚሲ ብምሕረት እንታይ እዩ ሃብታም እዩ ኢሉና ሃሌሉያ ንዓና ብበደልና ከለና ሲ ብወዱ ገይሩ ተዓሪቑስ እንታይ ገይሩ ምሕረት ገይሩ ይብለና ኣምላኽ መስገን እዚ ከዓ ፀጋ ኣምላኽ እዩ ኣንድዘርቭ መርሲ ይብሎ ብእንግሊሽ ዘይግብኣካ ምሕረት ስለ ዝግብኣና ኣይኮነን እግዚኣብሄር ምሒሩና ብሩኻት ኣምላኽ ዝመሓረና ምሕረተኛ ኣምላኽ ስለ ዝኾነ ካብ ፍቕሪ ዝተላዕለ እዩ ንዓይን ንዓኻትኩምን ምሕረት ተገይሩልና እዚ ምሕረት እዚ ከምቲ ኣቐዲመ ዝበልክዎ ብዕምቀት ክንፈልጦን ክንርድኦን ይግብኣና እዩ ምሕረት ኣምላኽ መጠን ዘሰላሰልናዮ መጠን ዝፈለጥናዮ ሃሌሉያ ውሽጥና ብፍቕሪ እዩ ዝመልእ ንኻልኦት ከነፍቅር ንኽእል ንኻልኦት ምሕረት ክንገብርሲ እንታይ ንኸውንን ኢና ኣይንጭነቕን ኢና ወይ ድማ ኣይከብደናን እዩ ምክንያቱ ዘይግባኣና ምሕረት ጥፉኣት ከለና ርሑቓት ከለና ሓጥኣን ከለና ሃለሉያ ዝረአ ዘይብልና ዝቕረብ ዘይብልና ከለናሲ እግዚኣብሔር ብወዲ ገይሩ ተዓሪቑስ ምሕረት ገይሩ ብሩኻት ንሕና ኢና ብበደልና ምውታት ነርና ንሕና ኢና ተፈልይና ነርና ሃሌሉያ እግዚኣብሔር ኣይኮነን ንዓና ተባኢሱና ነይሩ ወይ ንዓና ተፈልይና ንሕና ግን ካብኡ ተፈልይና ነርና ብሰንኪ ዘይምእዛዝ ናይ ኣዳምን ሄዋንን ኣብ ውድቀት ኣብ መርገም ኣብ ሞት ዝፀንሐት ነፍሲ መፂኡ ወዱ እንታይ ገይሩና ኣተዓሪቑና እዚ ከዓ እንታይ እዩ ፀጋ ኣምላኽ ግብርኻ ተራእዩ ኣይኮነን፣ ፍልጠትካ ተራእዩ ኣይኮነን፣ ወይ ድማ እቲ ውዕሎኻ ተራእዩ ኣይኮነን፣ ዓሌትካ ተራእዩ ኣይኮነን። እንታይ ደኣ እግዚኣብሄር እቲ ብምሕረት ሃብታም ዝኾነ ኣምላኽሲ ብወዱ ምሕረት ክገብር ስለ ዝፈተወ ወዱ ብዝኸፈሎ ክርስቶስ የሱስ ብዝኸፈሎ ዋጋ ንዓይን ንዓኻትኩምን ሙሉእ ምሕረት ናይ ዘልኣለም ምሕረት ገይሩ እግዚኣብሄር ተዓሪቑና ብሩኻት ኣታ ኣሜን ሃሌሉያ ምሕረት ኣምላኽ ክሓስብ ከለኹ ኣነ በቃ ውሽጠይ ብፍቕሪ ይነድድ እዚ ኣምላኽ እዝስ እንታይ ዓይነት ምሕረት ገይሩለይ ኢለ ይግረም ብሩኻት ዘገርም እዩ ናይ እግዚኣብሔር ምሕረት ሃሌሉያ ይግብኣና ከዓ ስለ ዘይኮነ ግን በደለኛታት ዓመፀኛታት ከለና ይብለና ቃል ኣምላኽ ስለ ፅቡቕ ነገር ዝረኣየልና ኣይኮነን ተዓሪቕና ዓመፀኛታት ከለና ግን ብወዱ እንታይ ገይሩ ምዉታት ከለናስ ኣተዓሪቑስ ህያዋን ገበረና። ሃሌሉያ! ነዚ እዩ ምሕረት ኣምላኽ ክንሓስብን ከነሰላስልን ዘለና ብሩኻት። ምስ ዝኾነ ዓይነት ሰብ ምስ ትጋራጨዉ ወይ ምስ ዝኾነ ዓይነት ሰብ ምስ እትቀያየሙ ምሕረት ኣምላኽ እንድሕር ተረዲእኩም ምሕረት ክትገብሩሉ ኣይከብደኩምን እዩ። ኣምላኽ ይመስገን። የሱስ ክርስቶስ ጎይታ እዩ። ምክንያቱ ዘይግባእካ ኣን ዲዘርቭ መርሲ ዝረኸብካ ሰብ ኣን ዲዘርቭ መርሲ ዝረኸብኪ ሰብ ስለ ዝኾንኪ እግዚኣብሔር ኣምላኽ ዝተመስገነ ይኹን። የሱስ ክርስቶስ ጎይታ እዩ። ምሕረት ኣምላኽ እምበኣር እንታይ እዩ? ብዙሕ እዩ። ኣምላኽና ብምሕረት እዩ ሃብታም። ሎሚ ምሕረት፣ ፅባሕ ምሕረት፣ ንዘለኣለም ምሕረት ገይሩ ዝፀዋዓካ ኣምላኽ ሃሌሉያ! እዚ ኣምላኽ እዚ ክትፈልጦ እዚ ኣምላኽ እዚ ክትፈልጥዮ ይግብኣኪ እዩ ይግብኣካ እዩ። ኣምላኽ ይመስገን። ምሕረት ኣምላኽ ተነጊሩ ተፈሊጡ ዘይውዳእ ነገር ስለ ዝኾነ ፕሬዝ ጋድ ብምቕጻል ንርኣ ሮሜ ሓሙሽተ ካብ ሸሞንተ ስጋዕ ዓሰርተ ሓደ ዘሎ ሓሳብ እስኪ ንርአ እንታይ ይብለና? ግናኸ ኢሉ ንሕና ገና ሓጥኣን ከሎና ክርስቶስ ኣብ ክንዳና ሞይቱ እዩ እሞ ኣምላኽ እታ ፍቕሩ ንዓና በዚ የርእያ ኣሎ ፕሬዝ ጋድ እምበኣርሲ ሕጂ ብደሙ ምስ ጸደቕና ደኣ ክንደይ ካብቲ ቁጣዓ ብኡ ኣዚና ዘይንድሕን ጸላእቱ ከለናስ ምስ ኣምላኽ ብሞት ወዱ ተዓርቕና ካብ ተዓርቕና ድማ ክንደይ ብህይወት ኣዚና ኣዚና ዘይንድሕን ሃሌሉያ ግናኸ ብጎይታና የሱስ ክርስቶስ ብእኡ ሕጂ ዕርቂ ዝረኸብና ብኣምላኽ እውን ንምካሕ ኣሎና እምበር እዚ ጥራይ ኣይኮነን እቲ ዕርቂ ብመን እዩ ተረኺቡ ብወዱ ብበጃነት ምሕላፍ በጃይን በጃኻን በጃኹምን ምስ ሓለፈ ክርስቶስ የሱስ እንታይ ኮይኑ ዕርቂ ኮይኑ ጸላእቱ ከለና የፍቂሩና ሃሌሉያ ነዚ በጃነት ምሕላፍ ዝገበሮስ ፍቕሪ ኣምላኽ እዩ ኣቐዲመ ከም ዝበልክዎ ጽቡቕ ነገርካ ተራኢ ይኮነን ንሕና እሞ ናትና ግብሪ ናትና ጽድቂ ፍንፉን ኢልዎ እግዚኣብሄር ሃሌሉያ ፍንፉን ጨርቂ ኢልዎ በቃ ሕማቅ ነገር ክቕበሎ ዘይክእል ናቱ ጽድቂ ናቱ ቅድስና ስለ ዘለና እዩ ሕጂ ተቢዕና ንሕና ምሕረት ዝተገበረልና እዩ ክንብል ንኽእል ናቱ ጽድቂ ናቱን ቅድስናን እዩ ዘለና ምሕረት ገይሩስ እሱ ስለ ዝሃበና ሃሌሉያ ስለዚ ወዲ ክርስቶስ የሱስ ክኽፈል ከሎ ክስቀል ከሎ ዋጋ ክኽፈለልካ ከሎ ብደሙ ክዕድገካ ከሎ ክዓርቀካ ከሎ ምስ ኣቦ ሃሌሉያ ንስኻ ኣብ ጽቡቕ ቦታ ስለ ዝነበርካ ኣይኮነን ወይ ንስኻ ጽቡቕ ነገር ተራእልካ ኣይኮነን ጸላኢ ከለኻ እዩ ዝብለካ ቃል ኣምላኽ ጸላእቱ ከለናስ ምስ ኣምላኽ ብሞት ወዱ እንታይ ገበረና ዓረቐና ናይ ዘለኣለም ምሕረት ረኺብካ ናይ ዘለኣለም ምሕረት ረኺብኪ ሃሌሉያ እዚ ምሕረት እዚ ከዓ ምስ ዝኾነ ዝወዳደርሲ ኣይኮነን ኣይከቶ ከነወዳደሮ እምበር ኣይንኽእልን ኢና ዝገርም ኮ ኢለ ንኽትኣምኖስ ዘጸግም ወይ ድማ ንኽትቅበሎስ ዝገርም ምሕረት ምሕረት ምሕረት ሰባት እኮ ሓደ ነገር ርኢና ምሕረት ክንገብረሎም ንኽእል ናይ እግዚኣብሔር ግን ከምኡ ይኮነን ሃሌሉያ ዝረአ ዘይብልና ክንስናስ ኣምላኽ ግን ምሕረተኛ ኣምላኽ ስለ ዝኾነ ምሕረት ገይሩ የሱስ ክርስቶስ ጎይታ እዩ ቀፂልና ንሪኦ ኣብ ቲቶስ ዘሎ ቃል እዩ እዚ ምሕረተኛ ኣምላኽ ሃሌሉያ ብሓፂሩ በቃ ከነሰላስሎ እንታይ ዓይነት ምሕረት ከም ዝተገበረልና ክንፈልጥ ብሩኻት መጠን ዝፈለጠናዮ ኣብኡ ስለ ዘሎ ትፈውስና ሃለሉያ ስለዚ ኢሉ ኣብ ቲቶ ሰለስተ ሓሙሽተ ሃለሉያ ቆለሴ ከፊተ ፀኒሐ ቲቶስ ሰለስተ ሓሙሽተ የሱስ ክርስቶስ ጎይታ እዩ እንታይ ኢሉ ንሱ ኢሉ ብምሕረቱን ብምሕፃብ ሓድሽ ልደትን ብሓድሽ ሃሌሉያ ብምሕዳስ መንፈስ ቅዱስን እዩ ዘድሓነና ብምንታይ ብምሕረቱ ንሱ ብናይ መን ብናይ ክርስቶስ ምሕረት ንሱ ብምሕረቱን ብምሕፃብ ሓድሽ ልደትን ብምሕዳስ መንፈስ ቅዱስን እዩ ዘድሓነና እምበር ንሕና ብዝገበርናዮ ግብሪ ፅድቂ ኣይኮነን ግብሪ ፅድቂ ናትካ ፍንፉን ጨርቂ ኢሉ ኣብ ኢሳያስ ከምኡ ኢልዎ ኣሎ ንሱ ብዝገበሮ ግን ሃሌሉያ መን ወዱ ክርስቶስ የሱስ ብዝገበሮስ ሃሌሉያ ብናቱ ምሕረት ብምሕፃብ ሓድሽ ልደትን ብምሕዳስ መንፈስ ቅዱስን እዩ ዘድሓነና ዘድሓነና ክርስቶስ የሱስ ክብሩ ሓዲጉ ሃሌሉያ ቦትኡ ገዲፉ ክመፅእ ከሎ ኣብዚ ምድሪ ንዓይ ንዓኻትኩምን ከንፀሃና ክቕድሰና ሃሌሉያ ናብቲ ናይ መጀመርያ ናይ እግዚኣብሔር ሓሳብ ክመልሰና እዩ ዝመፀ ብናቱ ብምሕረቱ እዚ ምሕረት እዚ ሃሌሉያ የሱስ ክርስቶስ ጎይታ እዩ መወዳድርቲ የብሉን ክመሳሰሎ ዝኽእል ነገር የለን። ምሕረት ኣምላኽ ዓብዪ እዩ። እሱ ከዓ ክርስቶስ የሱስ እቲ ወደ ህያው ኣምላኽ ብደሙ ምስ ኣንጽሃናን ምስ ቀደሰናን ንዘለኣለም እግዚኣብሄር እንታይ ገይሩ ምሕረት ገይሩ ተዓሪቑና ስለ ዝኾነ ስለዚ እቲ መርሲሲት ዝኾነ ክርስቶስ ኣብኡ ዓሪፍና ክንነብር ኣብቲ ምሕረት ሃሌሉያ ሃዲእና ክንነብር እዩ ፍቓድ ኣምላኽ ምሕረት እንታይ ምዃኑ ትርጉሙ ክርድኣና እዩ ሓሳብ ክርስቶስ ሃሌሉያ ስለዚ ብኡ ምሕረት ተገይሩልና እዩ ክንብል ከለና ዓሚቕ ምዃኑ ክንፈልጦ ምሕረት ኣምላኽ መወዳድርቲ ከም ዘይብሉ ዓብዪ ነገር ከም ዝኾነልካ ክትፈልጥን ክትፈልጥን እዩ ናይ እግዚኣብሔር ሓሳብ መርስሲት እግዚኣብሔር ብወዱ ገይሩ ስለ ዝርእካ ኣባኻ እንታይ እዩ ዝርኢ ምሕረት ምክንያቱ እቲ ምሕረት ዝገበረ ወዱ እዩ ዝረኣየልካ ኣብ ቅድሚ እዩ ደም የሱስ ክርስቶስ ኮ ካልኣይ ሽሙ እንታይ ድዩ ደም ምሕረት ምሕረት እዩ እኮ ዘውሪ ትማሊ ምሕረት ሎሚ ምሕረት ንዘለኣለም ምሕረት ዘውሪ ናይ ክርስቶስ ደም እኮ እዩ ብሩኻት ብኡ ስለ ዝዓደገና ንዓይ ንዓኻትኩምን ክርኢ ከሎ እግዚኣብሄር ኣባና ቁጣዓ የብሉን ተማሒርና ስለ ዝኾንና ንዘለኣለም ምሕረት ስለ ዝገበረ ናብዚ ምድሪ እዚ ክመፅእ ከሎ ክፈርድ ኣይኮነን መፅዩ ክምሕር እዩ መፅዩ ክርስቶስ የሱስ ሃሌሉያ ምሕረት ሒዙ እዩ መፅዩ እቲ ዋጋ ክኸፍል ስለ ዝመፀ ምሕረት ከርእየናን ክገብርን እዩ መጺኡ። የሱስ ጎይታ እዩ። ንኣብነት ትኾነና ሰበይቲ ኣላ። ሃሌሉያ! ኣብ ወንጌል ዮሃንስ ብዛዕባኣ ክዛረብ እደሊ፣ ምኽንያቱ ክሊርሊ ዝኾነ ምሕረተኛ ኣምላኽ ምዃኑ ኣብኡ ከዓ ስለ ንሪኦ። ወንጌል ዮሃንስ ምዕራፍ ሸሞንተ ካብ ሓደ ስጋ ዓሰርተ ሓደ ዘሎ ሓሳብ እንታይ ይብል? ፕሬዝ ጋድ ከምዚ ድብል ኣሎ የሱስ ግና ሃሌሉያ የሱስ ግና ናብ ደብረ ዘይቲ ኸደ ምድሪ ምስ ወግሐ ኢሉ ኣንጊሁ ከም ብሓድሽ ናብ ቤት መቕደስ መጸ ብዘሎ እቲ ህዝቢ እውን ናብኡ መጺኡ ተቐሚጡ ኸኣ ይምህሮም ነበረ ጸሓፍትን ፈረሳውያንን ድማ ኣብ ዝሙት እተረኽበት ሰበይቲ ናብኡ ኣምጺኦም ኣብ ማእከል ደው ኣቢሎማ ሃሌሉያ ደው ኣቢሎም እንታይ ኢሎሞ ክኸስዎ እዮም መጺኦም ነዛ ሰበይቲ እዚኣ ከዓ ክትዝሙተ ረኺባ ኢሎም ሒዞማ መፅም ንክልቲኦም እዮም ኣብዚ ሕጂ ክፍትንዎም ደልዮም ሓደ ንዕኡ ንዓኣ ከዓ ከፍርድዋ ኢሎም እዮም ሒዞማ መፂኦም መምህር እዛ ሰበይቲ እዚኣ ክትዝሙ ከላ ተታሒዛ በይና ድያ ዘእምያ ካልኣይ ሰብ ነይርዋ እዩ ግን ንዓ እዮም ሒዞማ መፅኦም ከምዚኣ ዝበለት ከዓ ብዳርባ እምኒ ክትመውት ሙሴ ብሕጊ ኣዚዙና ኣሎ ንስኻ ኸ ብዛዕባኣ እንታይ ትብል በልዎ ሃሌሉያ ብዛዕባ ብዛዕባ እዛ ሰበይቲ እዚያስ እንታይ ትብል መክሰሲ ምእንቲ ክረኽብሉ ረአይ እዚ ኢሎም ፈተንዎ የሱስ ከዓ ደኒኑ በፃብዕ ኣብ ምድሪ ፀሓፈ ሃሌሉያ ሃሌሉያ ደጋጊሞም ምስ ሓተትዎ ከዓ ይብለና ሃሌሉያ ይኸስዋ ኣለዉ ክስስቲ መን እያ እዛ ሰበይቲ እዚኣ ተኸሲሳ መፅያ ዘላ ምዚ ክፈርዳ ኢሎም ዝፅበይዎ ዘሎ እሱኸ እንታይ እዩ ክብላ ሙሴ ብሕጊ ከምዚ ኢሉና እዩ ክርስቶስ የሱስ ግን ነቲ ሕጊ ክፍፅሞ እዩ መፅኢ ዘሎ ሃሌሉያ ነዛ ሰበይቲ እዚኣ ዋጋ ክኸፍለላ መፅኢ ኣሎ ንዓኣቶም እውን ዋጋ ክኸፍለሎም መፅኢ ኣሎ ኣይተረድኦምን ግን ንሶም ዝመስሎም ዘሎ እንታይ እዩ ከሲሶም ሒዞም መፅኦም ክትፍረድ እሱ ከ እንታይ እዩ ክፈርዳ ክፈልጡ ደልዮም ምሕረተኛ ምሕረት ሒዙ ከም ዝመፀ መሓሪ ምዃኑ ግን ኣይፈለጥዎን ሃሌሉያ መፂኦም ደጋጊሞም ካብ ለና ሓንሳእ እኮ ኣይኮነን ደጋጊሞም ደጋጊሞም ፍረዳ እዮም ዝብልዎ ዘለዉ ፍርዱ ፀላ ብእምኒ ትጨፍለቕ ትጨፍጨፍ ትቃተል እዮም ዝብሉ ዘለዉ ሃሌሉያ ኣይፈለጡን ምስቲ መሓሪ ከም ዘራኸብዋ ምስቲ ምሕረት ክገብር መፅኡ ዘሎ ምስቲ ምሕረት ዝኾነ ኣምላኽ ዋጋ ክኸፍል መጺኡ ዘሎ ክርስቶስ የሱስ ከም ዘራኸብዋስ ኣይፈለጡን ኣይፈለጡን። ሃለሉያ! የሱስ ክርስቶስ ጎይታ እዩ። ደጋጊሞም ሓቲቶሞ ሓቲቶሞ ሓቲቶሞ ሽዑ እንታይ መልሲ መሊስሎም እዚ ምሕረተኛ ኣምላኽ ደጋጊሞም ምስ ሓተትዎ ከዓ ኢሉ ቅንዕ ኢሉ ሃሌሉያ ቅንዕ ኢሉ ካባኻትኩም ሓጢኣት ዘይብሉ ንሱ ቅድም እምኒ የውድቐላ በሎም ማካታላ ዲያናሞስ ኣቱም ብሩኻት ኣብዚ ሰዓት እዚ ሓጢኣት ዘይብሉ መን እዩ ንሱ እዩ ንሱ ጥራሕ ክፈርዳ ዝኽእል ኣብዚ ሰዓት እዚ ኣይፈረዳን ግን እንታይ ኢልዎም ተመሊሱ ሃሌሉያ እስከ ካባኻትኩም ሓጢኣት ዘይብሉ ተሎ እስኪ ይውቅዓያ እወ ናታሲ ኣምፂኹም ኣለኹም ናታትኩም እውን ሓጢኣት ኣለኩም እዩ ዝብሎም ዘሎ ንዓኣ ግን ከተፍርድዋ ኣምፂኹም እስኪ እስኪ ሃሌሉያ ሃሌሉያ ውይ የሱስ ጎይታ እዩ እዚ ብሩኽ ኣምላኽ ምሕረተኛ ዝኾነ ኣምላኽ እስኪ ኢልዎም ክትፍትኑ ንመፂኹም በሉ እስኪ ፀገም የለን ሓጢኣት ዘይብሉ ኢልዎም ሓጢኣት ዘይብሉ ካብ ማእኸልኩም ሲ እምኒ ደርቢ የላ ከም ብሓድሽ ከዓ ደኒኑ ኣብ ምድሪ ፀሓፈ ንሳቶም ግና እዚ ምስ ሰምዑ ብሕልንኦም እንታይ ገበሩ ተረትዑ እሞ ካብ ዓበይቲ ጀሚሮም ክሳዕ እቶም ዳሕሮት ኩሎም በብሓደ ወፁ ወፁ ረሓቑ የሱስ ምስታ ኣብ ማእከል ደው ኢላ ዘላ ሰበይቲ በይኑ ተረፈ ሃሌሉያ ምስታ ክትክሰስ ዝጸንሐት ምስታ ንሞት ዝፈረድዋ ክትጭፍለቕ ዝደለይዋ ምስ ኣበይና ምስቲ መሓሪ ኣስበይና ተሪፋ እዛ ሰበይቲ እዚኣ ረኣይዋ እሞ ሃሌሉያ ንሶም ግን ሕልንኦም ከሰሶም ይልካ እወ እሳቶም እውን ሓጢኣተኛታት ምዃኖም ሕልንኦም እንታይ ገይርዎም ካሳሶም ይብለካ ሃሌሉያ እቲ ክፈርድ ዝመፀሲ ንሱ ምሕረት እዩ ዘውሪ ንሱ ምሕረተኛ እዩ ዋጋ ክኸፍለላ ናይ ዝሓለፈን ናይ ዘሎን ናይ ዝመፅእን ዋጋ ክኸፍለላ መፅኡ ከም ዘሎ ነታቶም ዋጋ ዝኸፍል ምሕረተኛ ምዃኑ ኣይፈለጥዎን ሃሌሉያ ንዓኣ ግን ዓብዪ ፌቨር እዮም ገይሮምላ ዓብዪ ፌቨር እቲ ዝበለፀ ነገር ይኮይንላ ንሞት ዝሓሰብዎ ምስቲ መሓሪ ምሕረት ክገብር ዝኽእል ኣምላኽ በይኑ እንኮ ዝኾነ ኣምጽዮማ ሃሌሉያ ሽዑ እንታይ ኢሉ ከምዚ ኢሎም ምስ ከዱ የሱስ ከዓ ቅንዕ ኢሉ ብዘይታ ሰበይቲ ሓደ እኳ ከምዘየልቦ ምስ ረኣየ ኣቲ ሰበይቲ እቶም ከሰስትኺ ደኣ ኣበይ ኣለዉ ዝፈርደኪ ዶ የልቦን በላ ሃሌሉያ ሃሌሉያ የሱስ ክርስቶስ ጎይታ እዩ ከሰስታ በብሓደ ከይዶም ከይዶም ከይዶም ከይዶም በይና እያ ተሪፋ ሃሌሉያ ዝፈርደኩ ዶ የለን እዩ ፈራዲ ኣመን እዩ ንሱ ሃሌሉያ ንሳ ከዓ ሓደ እኳ ጎይታይ በለቶ ኣታ ጎይታ ምዃኑ ሪኣቶ ኣላ ጎይታ ምዃኑ ሪኣቶ ኣላ መሓሪ ምዃኑ ሪኣቶ ኣላ ሓደ እኳ የለን ስለዚ ትፈርደንስ ንስኻ ኢኻ በይንኻ ሓጢኣት ዘይብልካ ምሕረተኛ ኣምላኽ ምዃንካ ጻድቕ ምዃንካ ቅዱስ ምዃንካ ርኢ ኣለኹ በቃ ጎይታይ ሓደ እኳ የለን በለቶ ይብለና የሱስ ድማ ኣነ እውን ኣይፈርደክን እየ ኪድ እሞ ደጊምኪ ትበድል ኢልዋ ሃሌሉያ ምሕረተኛ ኣምላኽ ኣነ እውን ኣይፈርድን መፅኤ ዘለኹ ሲ ነቲ ናትኪ በደል ክኸፍል ዋጋ ሓጢኣትኪ ክወስዶ እየ መፅኤ ዘለኹ ኣነ እውን ኣይፈርደክን እየ ሃሌሉያ ኢየሱስ ክርስቶስ ጎይታ እዩ ኣቱም ሰባት ምሕረት ኣምላኽ እንድዒ ተዘሪቡ ዘይውዳእ ክትሓስቡ ከለኻ ዝገርም ይግባኣ ድዩ ደኣ ብናይ ሕጊ እኳ ኣይግባኣን እዩ ንሕጊ ግን ክፍፅሞ እዩ መፅኢ ዘሎ ሓጢኣት ዓለም ገንሸል ኣምላኽ ኢልዎ ሓጢኣት ዓለም ዘርሕቕ እንሆ ኢልዎ ዮሃንስ መጥመቕ ክሓልፍ ከሎን የሱስ ሃሌሉያ ሓጢኣት ዓለም ኣብ ርእሲኡ ክጸዓን ንሱ እውን ሓጢኣት ክኸውን ስለ ዝመፀ ኣነ እውን ኣይፈርደክን እየ ምሕረት ክገብር እየ መፀ ኢሉ ምሕረት ክገብር ዝመፀ ኣምላኽ ምሕረት ክገብረላ ከሎ ነዛ ሰበይቲ እዚኣ ካብ ሞት ናብ ህይወት ክትሰጋገር ከላ ኢና ንሪኣ ዘለና ኣምላኽ መስገን ንነብሲ ወከፍና ከዓ ከምኡ ይኮይንልና ናይዛ ሰበይቲ እኳ ርኡይ ተኾነ ኩልና ግን ብዓመፃ ብሓጢኣት ብመርገም ዝሞትና ዝረሓቕና ከለና ወዱ ገይሩ እግዚኣብሔር ዝተዓሪቑና ምሕረት ገይሩ እዩ ስለዚ ክርስቶስ የሱስ ዘምፅኦ ምሕረት ክገብር ስለ ዝነበረ ነዛ ሰበይቲ እዚኣ ምሕረት ገይሩላ ንዓይን ንዓኻትኩምን ምሕረት ገይሩልና እግዚኣብሔር ኣምላኽ ዝተመስገነ ይኹን እምበኣር ምሕረት ኣምላኽ ንዘለኣለም ሓንሳእን ንሓዋሩን ንዘለኣለም ስለ ዝተኸፈለ ሃሌሉያ ኣነ ንስኻትኩምን ምሕረቱ ከነሰላስል ጥራሕ እዩ እናተናገደ መጠን ዘሰላሰልናዮ ከዓ ውሽጥና እንታይ ይመልኦ? ፍቕሪ ኣምላኽ ይመልእ። የሱስ ክርስቶስ ጎይታ እዩ። ስለዚ ንኽትኣምኖ ዘጸግም ዝበልክዎ ብኹም እየ ዘይግብኣና ምሕረት ገይሩልና እሞ ነዚ ምሕረት እዚ ምስልሳል ይኹነልኩም፣ ነዚ ምሕረት እዚ ምፍላጥ ይኹነልኩም፣ ነዚ ምሕረት እዚ ሃሌሉያ ብምፍላጥን ኣውዶ ብምባልን ከዓ ንካልኦት ምሕረት ክንገብር ኣይንሽገርን ኢና እሞ ምሕረቱ ብዙሕ እዩ እግዚኣብሔር ኣምላኽ ዝተመስገነ ይኹን መዝሙር 136 እንታይ ይብል ምሕረቱ ንዘለዓለም ይነብር እሞ እንታይ ግበርዎ ኣመስግንዎ ኣመስግንዎ ወድስሉ ምስጋና ኣምፅእሉ ንጎይታ ሃሌሉያ እዚ ምሕረተኛ ዝኾነ ኣምላኽ ምሕረት ዝገበረ ናይ ዘለዓለም ከዓ ስለ ዝኾነ እናህና ግን እንታይ እዩ ምዝማር ምውዳስ እግዚኣብሔር ሰናይ እሞ ኢሉ ምሕረቱ ንዘልኣለም ይነብር እዩሞ ኣመስግንዎ ምሕረቱ ንዘልኣለም ይነብር እሞ ንኣምላኽ ኣማልኽቲ ኣመስግንዎ ሃሌሉያ ንጎይታ ጎይቶት ኣመስግንዎ የስ ምሕረቱ ንዘልኣለም ይነብር እዩሞ ነቲ በይኑ ዓብ ተኣምራት ዝገብር ኣመስግንዎ እናበለ ነቲ በእምሮ ንሰማያት ዝገበረ ኣመስግንዎ ብምሉእ ኣዛ ምዕራፍ እዚኣ ብምስጋና እያ ትውዳእ እማ ኣነ ብዚ ክውድእ ሓሳበይ ነቲ ጎይታ ጎይቶት ምምስጋን ናተይን ናታትኩምን ግደ እዩሞ ንዘልኣለም ካብ ዘልኣለም ንዘልኣለም ምሕረት ዝተገበረልና ሰባት ስለ ዝኾና ክብሪ ኩሉ ንዕኡ ይኹን፣ ምስጋና ኩሉ ዕቤት ኩሉ ንዕኡ ይኹን። እናመስገንኩሞ ነበሩ ነዚ ኣምላኽ እዚ እዚ ቪድዮ እዚ ኣብ ድሰማዕኹምሉ እዚ መልእኽቲ እዚ ንካልኦት ሼር በልዎ ብሩኻት ሼር ብምባል ከዓ ንስኻትኩም ተሓባበሩኒ ምክንያቱ ብኩነኔ ተኣሲራ ዘላ ነፍሲ እግዚኣብሔር ምሕረት ጌሩላ ከም ዘሎ ክትፈልጥ በዚ ክትፍታሕ መታን ሼር በልዎ ብሩኻት ካብ መጀመርያ እስካዕ መወዳእታ ጽን ኢልኩም ስለ ዝሰማዕኩምኒ ብጣዕሚ እየ ዘመስግነኩም በዚ ሓሳብ እዚ ኣሰላስሉ ምሕረት ኣምላኽ ስጋዕ ክንደይ ዓብይ ምዃኑ ክትፈልጥዎ ብሩኻት ሎሚ ከዓ መንፈስ ቅዱስ የተሓሳስበና ኣሎ በዚ ቃል እዚ ገይሩ እሞ ምሕረት ተገይሩልና እዩ ምሕረት ተገይሩልኪ እዩ ምሕረት ተገይሩልካ እዩ እዚ ምሕረት እዚ ከዓ ንዘለዓለም እዩ እሞ ኣምላኽ እመስገን ጥራሕ ናትና ግደ ንኣምላኽ ምምስጋን እዩ ኣመስግንዎ ብሩኻት ካብ መጀመርያ ስካዕ መወዳእታ ስለ ዝሰማዕኩምኒ ብጣዕሚ እየ ደመስግነኩም ሰሰናዩ ንዓኹም ኣብ ዝቕፅል ሰሙን ብካልእ ሓሳብ ስጋዕ ንራኸብ ሻሎም ኣብ ዝኽፍለየኩም እየ ሻሎም